ዳዊት ፈተነ ሰሃራን ማዕበልን ሓቀኛ ዛንታ ብዓብደልቃድር ኣሕመድ፣ ዳዊት ፈተነ፣ ሰሃራን ማዕበልን። ዝኸበርኩምን ዝኸበርክንን ተኸታተልቲ መደባትና ከመይ ኣለኹም? ስለ ምክትታልኩም ኣቐዲምና ኣዚና ኢና ነመስግን። ኣብ ዝሓለፈ ሓሙሻይ ክፋል ዛንታና፣ ባዕልኻ ብዘምጻኻዮ ኣብ ረዳኢ ይኹን ቀባሪ ዘይርከቦ ምድረ በዳ ነብስኻ ክትድርበ፣ ጉድጓድና ፍሒርና ሞት ክንጽበ፣ እዚ ዝብሎ ዘለኹ ግን ደሓር እዩ ኣብ ልዕሊ ህይወትና ምስ ፈረድና ተረዲኡና ክብል ይገልጾ ዳዊት። እታ ኣረጊት መኪና ዳግም ተበራቢራ። ድምፂ ሞተረ ዝሰምዑ ተጓዓዝቲ ማይን መግብን ዝቐመሰ ከብዶም ጥራይ ዘይኮነ ባይታ ዘቢጡ ዝወርሐ ተስፍኦም እውን ክሰራሰር ጀመረ። ጉዕዞ ቅድሚ ምጅማሩ እቲ ኣብ ጋቢና ኮይኑ ጽሩይ ማይን ተምሩን እናተዓንገለ ንተጓዓዝቲ ክቆጻጸርን ክከታተልን ዝቐነየ ሱዳናዊ የጀምዓ ሓንሳብ እናበለ ዘረብኡ ከስምዕ ጀመረ። እቲ መልእኽቲ ዝያዳ ነቶም ብላንድ ክሎዘር ዝመጹ ኣኾብለልትን ተሓጋገዝቶምን ብዛዕባ እቲ ዘጋጠመ ፍጻሜ ንምብራህ ዝዓለመ እዩ ዝመስል። ዳዊት ነዚ ብምዝካር ብዛዕባና ዋላ ሓንቲ ስለ ዘየገድሶም ስለምንታይ ኣብዚ በረኻ እዚ ንኽንድዚ ዝኣክል ግዜ ገዲፍኩምና ዝብል ዘረባ ኣይለዓለን። ኣብ ማዕጾ ናይታ ዓባይ መኪና ወረቐት ለጢፉ ጥራይ ዝርዝር ኣስማት ናይ ተጓዓዝቲ ክጽውዕ ጀሚሩ። መን መይቱ መን ተሪፉ ንምጽራዩ ኣስማትና በብሓደ ጸዊዑና። ናይቶም ዝሞቱ ኣስማት ተሰሪዙ ድማ እቶም ህልዋት ዝኾና ኣብ ክልተ መኻይን ክንጻዓን ሓቢሩና ናብ ጋቢንኡ ተመሊሱ ተጓዓዝቲ እቲ ክሳፈሩ ከለዉ ዝስምዖም ዝነበረ ተስፋ ነዊሕ ከይጸንሐ ብስግኣትን ሻቑሎትን ክትካእ ግዜ ወሰደን ኣብዚ ኢና በጺሕና ነርና ሻዱሻይ ክፋል ይስዐብ ኣብዚ ምድረ በዳ እዚ መሊስና ዶ ንድርበ ንኸውን እዘን መኻይን ኣይተኣማምናን እየን ዳግማይ እንተተሰብራኸ ማዕረ ሕምባበ እተን መኻይን ዝዛሪ ዝነበረ ሕቶ ስግኣትን ፍርሕን መዕለቢ ነበሮን። እታ ዓባይ መኪና ነታ ላንድ ክሎዘር ኣኸቲላ እያ ጉዕዛኣ ቀጺላቶም እቲ ኣጋ ግዜ ዝጀመረ መንገዲ ፀሓይ ዓሪባ ዳግም ክሳብ ትበርቕ ቀጸለ። ተጓዓዝቲ ፀሓይ በሪቓ ክሳብ ትዓርብ በብልቦም እናሓለሙን እናጸለዩን ኣጋ ምሸት ኣብታ ኣብ ልቢ ኩሎም ተጓዓዝቲ ዝነበረት ኩፍራ ዝተባህለት ሊብያዊት ሓውሲ ከተማ ተቓረቡ። እቲ ብማዕዶ ክርእይዎ ዝጀመሩ መብራህቲ ናይቲ ዓዲ እውን ተስፋ ሃቦም። በጺሕና! ኮፍራ ናብ ትበሃል ዓዲ ኣቲና ኢልና ተስፋ ገበርና። መሬት ጽልምትምት ኢሉ ስለ ዝነበረ እቲ መብራህቲ ደሚቑ እዩ ዝረእ ይብል ዳዊት። እዘን ክልተ ኣኾብለልቲ መካይን ገና ሕጂ'ውን ካብ ርእሲ ተጓዓዝቲ ዝወርዳ ኣይመሰላን። ነታ ኮፍራ ዝበልዋ ተጓዓዝቲ ብህንጡይ ልቦም ዝጽበይዋ ዓዲ ጎስየን ናብ ጸጋም ዝእንፍት ናብ ግብ ዝበለ ጸልማት ገጸን ተዓጺፈን ተዓዝራ። ዳዊት እታ ኣረጊት ናይ ጽዕነት መኪና ነታ ብማዕዶ መብራህቲ ኣድሚቓ ትረኣዮ ዝነበረት ከተማ ንጸጋም ጎስያ ኣንፈታ ናብቲ ግብ ዝበለ ሰጣሕ ጸልማት ምስ ኣቕንዐት እታ ተንጠልጢያሊት ልቡ ገለ ዘይንቡር ኩነታት ከም ዝተኸስተ ሕሹኽ በለቶም። ኣእዛኑን ኣዒንቱን እውን ነቲ ዝገመቶ መስከራሉ። ኩላቶም ተጓዓዝቲ ኣንታ ሕጂ እውን ከጥፍኡና እዮም፣ ነታ ከተማ ገዲፎም ናብ ምድረ በዳ ይጨውዩና ኣለዉ ዝብልን ካልእን ቃላት እናቃልሑ ሓድሕዶም ብዓይኒ ሸቕላን ስግኣትን ተጠማመቱ። ዳዊት ዝርከቦም ክልተ ሰለስተ መንእሰያት ድማ ነቶም ኣብ ጋቢና ዝነበሩ ሱዳናውያን ብዓውታ እናጸውዑ ኣንፈት መንገዲ ጉዕዞ ናበይ ምዃኑ ክፈልጡ ሃቀኑ። እቲ ዝረኸብዎ ግብረ መልሲ ግን ኣስኩት! ኣስኩት ሽውያ! ዳዊት ካብቲ ዝሰምዖ ቃላት ተበጊሱ ኣብ ከቢድ ሓሳብን ተዘክሮን እዩ ተሸሚሙ። ስቕ በሉ! ቁሩብ ተዓገሱ! ምስ በሉና ገሪምና እዩ። ኣብቲ ፈለማ ኣብ ማእከል ሰሃራ ክድርቢና ከለዉ በጃኸትኩም መኪና ዶንግያትና ንመውት ኣለና ምስ በልናዮም እቱ ሱዳናዊ እንሻላህ ቡክራ ሓተጂ ኣስብሩ ጽባሕ ክትመጽያ ጥራይ ተዓገሱ እናበለ እዩ ዝምልሰልና ዝነበረ ኣቲ ዝመውት ምስ ሞተ እቲ ተስፋ ዝቆርጽ ምስ ቆረጽ ኸዓ ማዕለሽ መንገዲ ስሒትና ኣንፈትና ጠፊኡና ግን ደሓን ጥራይ ሕጂ እውን ተዓገሱ ኣብ መወዳእታ ኣብታ ዝደለኹማ ቦታ ከነብጽሓኩም ኢና ክብሉ እዮም መሊሶምልና ብዛዕባ ገንዘብ እምበር ብዛዕባ ህይወት ተጓዓዛይ ቅንጣብ ርህራሄ የብሎምን እነ ሕጂ እውን እታ መኪና ነታ ከተማ ጎስያ ናብ ምድረ በዳ ገጻ ትሕንበብ ጽባሕ ከቲ ዝኾነ ምስ ኮነ ማዕለሽ ድዮም ክብሉና እናበለ ብዙሕ ተጨነቐ ዳዊት ነቶም ከም ዋዛ ኣብ ሑፃ ምድረ ብዳ ደቢናዮም ዝመፃና ተጓዓዝቲ ይረኣየኒ እሞ ትማሊ ንሳቶም ተቐዚፎም ጽባሕ ከዓ ንሕና ገና ንሓደ ከቢድን ዘይስገርን ዝበልናዮ ጸበባ ስጊርና ከይወዳእናስ ሕጂ ከዓ ናብኡ ገጽና ክንምለስ ማለት ድዩ ዳዊት በቲ ዘጋጠመ እናስተንተነ ነቶም ተጓዓዝቲ ተዓዘቦም። ንሳቶም እውን ኣብ ተመሳሳሊ ጭንቀት ስለ ዝነበሩ ኣንታ ናበይ እዮም ዝወስዱና ዘለዉ እናበሉ በብኣፎም ይዛረቡን ይውጭጩን ነበሩ ድሕሪ ናይ ገለ ሰዓታት መንገዲ ኸኣ እታ ዓባይ መኪና ኣሰር ናይታ ንእሽቶ መኪና ተኸቲላ ናህራ እናቐነሰት ኣብ መወዳእታ ልጓም እናሓዘት ኣብ ጥቓ ሓደ ኩጀት ዝመስል ነገር ተጸጊዓ ደው በለት። ዳዊት ከባቢኡ ክለሊ ፈተነ። እቲ ብጸልማት ተጎልቢቡ ኩጀት ዝመሰሎ ነገር ናይ ሓጸርቲ ኣግራብ ኣኸብካብ እዩ ዝነበረ። ኣብ ዶብ ሊብያ በጺሕና ማለት እዩ። እቲ ቅርጻ መሬት ካብቲ ምድረ በዳ ፍልይ ዝበለ እዩ። ኩላትና ተጓዓዝቲ ካብተን መኻይን ወሪድና እቶም ሱዳናውያን ኣኾብለልትኻ ኣብ ሓደ ከም ንተኣኻኸብ ገበሩ እሞ፣ በሉ እቲ ናትና ዕማም ወዲእና ኣለና፣ ካብዚ ንደሓር ዘሎ መንገዲ ካብ ሊብያ ዝመጹ ሰባት እዮም ከሰንይኹም፣ ጽባሕ ወጋሕታ ክመጹኹም እዮም፣ መዓሰላማ፣ ንሕና ናብ ቦታና ክንምለስ ኢና። ኢሎም ኣብ ጸምጸም በረኻ ኣራጊፎምና መኪኖም ኣልዒሎም ተመርቂፎም ኣይከዱን። ይዝክር ዳዊት። ዳዊትን መጓዕዝቱን ነታ ለይቲ ኣይትተሓደር ሓደርዋ። ነቶም ሱዳናውያን ኣኾብለልቲ እናረገሙን ብዕድሎም እናማረሩን ሓድሕዶም ጭንቀቶምን ስጋእቶምን እናቃልሑ መሬት ወጊሑም ንሕና ክንምለስ ኢና ምስ በሉና ስለምንታይ ክሳብቶም ሊብያውያን መፂኦም ዝርከቡና ዘይትፀንሑ ኢልናዮም ነርና። እቶም ሱዳናውያን ብፍርሒ ተሸሚሞም ኣዒንቶም ሰለም ከየበለት መሬት ወጊሕዎም ኣብ ኣእምርኡ ብዙሕ ነገር እናተሳእሎን እታ ተንጠልጣሊት ልቡ መመሊሳ ብስግኣትን ጥርጣረን እናተዋሕጠት ቀም እኳ ኣይበለን እምበዓ እንተብኡ ዘእምን ተግባር ስለ ዘይረኣናሎም ኩላትና ተጠራጢርና እዞም ሰባት እቶም ንክልተ ወርሒ ኣብ ማእከል ሰሃራ ዝደርበዩና ሕጂ እውን ከምኡ እዮም ክገብሩ ሮማይ እዞም ብሂወት ካብ መዓት ሰሃራ ዝተረፍና ገና ኣይፍለጥናን ጽባሕ ክመጽኹም እዮም ዝብል ዘረባ ዝእመን ኣይነበረን እናበልኩ ብሕርቃንን ጓህን እህህ ክብል ይሓዲረ እቶም ኣብ ሰሃራ ዝቐበርናዮም መጓዓዝትና እቲ ዘስካሕክሕ ጥሜትን ጽምእን እታ ኣብ ርእሴኻ ኮፍ ምስ በለት ዘይትንቀሳቐስ መራር ፀሓይ እቲ ንሕስያ ዘይብሉ ሓያል ካምሲን ኩሉ እናተራእየኒ ወጊሓ ገና ፀሓይ ከይበረቐት ከላ ኸኣ ነታ ክመፅኹም እዮም ዝበልዋ ዘረባ ሓቂ ኮይና ክንሪኣ ኩላትና ናብ ሸነኽ ልብያ ገፅና ኣቋመትና ተስፋ ዘቑርፃ ደቃይቕ ሓለፋ ኣይዶንጌን ግን ድምፂ መካይን ሰሚዕና ኩላትና ከካብቲ ኮፍ ዝበልናሉ ተንሲእና ከነቋሚት ጀመርና መካይን ይመፃና ኣለዋ መፂኦምና መፂኦምና ምስጋርን ምርኽኻብን መስርሕ ተፈጸመ። እቲ ሊብያዊ ምስ ተረከበና ኣብታ ዓባይ መመላለሲት መኪና ክንስቀል ይሓቢሩና ብኡ ንብኡ ከዓ ገና ፀሓይ ከይወፀት በታ መኪና ሒዞምና ናብ ሓንቲ ቁሸት ገጾም ወሰዱና እሞ ኣብ ሓደ ፍንትት ኢሉ ዝተሰርሐ ሰፊሕ ቅርዓት ዘለዎ ገዛ ካብ መኪና ከየውረዱ ንውሽጢ እተውና ይብል ዳዊት ተጓዓዝቲ ካብቲ ዝሓደሩሉ ዶብ ሱዳንን ሊብያን ድሕሪ ናይ ሰዓትን ፈርቓን ጉዕዞ እዮም ናብታ ኣብ ጥቓ ሓውሲ ከተማ ኩፍራ ዝተደኮነት ቁሸት ተጸጊዖም ዝወዓሉ። ኣብቲ ሰፊሕ ቅርዓት ኣትዮም ካብታ ናይ ኣባጊዕ መኪና ምስ ተራገፉ ኸኣ ኣብ ውሽጢ እቲ ቀጽሪ ተዘርዉ። ኣብቲ ዕጽው ቅርዓት እውን እታ ጽባሕ እትብል ዘረባ ብኻልእ ጽባሓት እናተተክአት እያ ክትሰጋገር ተራእያ። ካብታ ዝኣተውላ ኣብ ሳልሰይቲ ምሸት ከኣ ብሸነኽ ደገ ናይቲ ቅርዓት ድምጺ ናይ ብርክት ዝበላ መኻይን ክስማዕ ጀመረ። በዓል ዳዊት ጉዕዞኦም ዝቕጽሉ መሲልዎም ከካብቲ ዝተሸጎጥሉ በረንዳ ብድድ ብድድ እናበሉ ናብቲ ገፊሕ ማዕጾ ናይቲ ቐጽሪ ቋመቱ። ሰለስተ ዓበይቲ መኻይን መብራህተን ከዊለን ተኸታቲለን ንውሽጢ ምስ ኣተዋ ከኣዮም እቲ መንገዲ ግዜ ከም ዝበልዕ ዝተረድኦም። ከምዚ ዓቢ መኽዘን እዩ ዝመስል፣ በረንዳታት ድማ ኣለዎ። ኣብ ሓደ ኩርናዕ ከኣ ማይ ቦምባ፣ ዓይኒ ምድርን መሕጸብ ሰብነትን ነይርዎ። ኩላትና በብሪጋ ነብስናን ክዳውንትናን ክንተሓጻጸብ ተጓየና። መግቢ መጺኡ፣ ዝስተ እውን ቀሪቦምልና። ሽዑ ኩላትና ተረጋጊእና። ዝበለ ዳዊት፣ ኣብታ ዝኣተዉላ ዕለት ዳርጋ ኩሉ ተጓዓዛይ ኣብ ጸግዒ ናይቲ በራንዳ በቲ ኣብቲ ካንሸሎ ተደርብዩ ዝጸንሐ ባኮታት፣ ካርቱናትን ጨርቀመርቅን ኣኻኺቡ እናንጸፈ ድቅስ ከም ዝወዓለ'ዩ ዝገልጽ። ዝውርሑ'ዮም ዝመስሉ። ካብተን መኻይን ተራጊፎም ምስ ተጸንበሩና፣ እቲ ካንሸሎ ብሰባት ዓቕሉ ጸቢቦ። ዝወርሑ እዮም ዝመስሉ። ካብተን መኻይን ተራጊፎም ምስ ተጸንበሩና፣ እቲ ካንሸሎ ብሰባት ዓቕሉ እዩ ጸቢቦ ይብል ዳዊት። እቲ ናብ ኣርባዓን ሓሙሽተን ሰባት ወሪዱ ዝነበረ ቁጽሪ ተጓዓዝቲ እቶም ካብ ሰለስተ መካይን ዝተራገፉ ተጓዓዝቲ ምስ ተወሰኽዎ ናብ እስታት ክልተ ሚእቲ ክብ ከም ዝበለ እዩ ዳዊት ዝገልጽ። ምስቶም ዝተሓወሱና ሰባት ቀልጢፍና ኢና ተወሃሂድና። እቶም ዝበዝሑ ኤርትራውያን ኢትዮጵያውያንን ኮይኖም ሶማላውያን እውን ነይሮሞም። ካብታ ዓዲ ወፂና ብኮፍራ ኣቢልና ናብ ጠራብሉስ ማለት ትሩብሊ እንሰግረላ ግዜ ግን ብሎሚ ፅባሕ ዳርጋ ክልተ ሰሙን ሓለፈ። ዝበለ ዳዊት፣ ገለ ካብቲ ኣብ ልዕሊ እቶም ዝተጸንበርዎም ተጓዓዝቲ ኣብ ጕዕዞ ዘጋጠመ ሓደጋታትን ሞትን ዘዕልልዎ ብምዝካር፣ ዝበዝሑ ክመጹ ከለዉ ብዓጸቦ ነብሶም ፈሪሱ እዩ ነይሩ፣ ሓደ ካብቶም ኣብኡ ዝተላለኽዎም ብዛዕባ ዘሕለፍዎ ጸገም ምስ ኣዕለለኒ ብልቢ እየ ጕህየ። ክንብገስ ከለና ሰላሳ ዝነበርና እቶም ዓሰርተ ሰባት ጥራይ ኢና ኣብዚ መጺና ዘለና ኣብ ሰሃራ መንገዲ ጠፊኡና ኢሎም ንሰለስተ ኣዋርሕ ርሕሪሖምና ናብ ሱዳን ተመሊሶም ብጥሜት ድማ በብሓደ ረጊፍና ኣለኻ ዝበሎ ጥራይ ተሪፉ ኢሉ ዘዕለለኒ ኩሉ ግዜ ዝክሮ ዝበለ ዳዊት ናብቲ ቀንዲ ዛዕባ ተመሊሱ። ኣብቲ ቦታ ምስ በጻሕና ብኡ ንብኡ ድምጺ ዝበሃል ከይተስምዑ፣ ቀስ ኢልኩም ትዛረቡ፣ ቀስ ኢልኩም ትንቀሳቐሱ፣ ናብ ማዕጾ ገጽኩም ከይትቐርቡ፣ ምኽንያቱ ብደገ ሰብ እንተሪኢኩም ብቐጥታ ንፖሊስ ክሕብር ይኽእል እዩ፣ ስለዚ ካብዚ ወጺእና ክሳብ ናብ ክፍራ ንኣቱ ተጠንቀቑ ዝብል መጉዕባዕ ዝተሓወሶ ትእዛዝ ዝተዋሃቡ ተጓዓዝቲ ዝተባሃልዎ ካብ ምትግባር ካልእ ዝብልዎ ነገር ኣይነበረን። ሽዑ በብሪጋ ሓደ ሚእቲ ዶላር እናኸፈሉ ሰሳንጥኦም ኣልዒሎም ናብተን በጣሓት ተጸግዑ። በዓል ዳዊት እውን መሚእቲ ዶላር ድሕሪ ምኽፋሎም ናብታ ኣብ ውሽጢ እቲ ቀጽሪ ተኣልያ ዝነበረት ናይ ጽዕነት መኪና ተጸግዑ። እታ በጣሕ ምስ ተሰሓቢታ ኣባጊዕ ከተመላልስ ተባሂላ እያ ተሰሪሓ። ብሰፋሕቲ ጠዋሉ ኣብ ክልተ ደረጃ ዝተመቕለ ዳሕረዋይ ክንፋ ነባጊዕ እምበር ንሰብ ተባሂሉ ስለ ዘይተዋደደ ነብሲ ወከፍ ተጓዓዚ ብበጠበጥ ይስቀል እሞ እናተኾርመየ ኣብ ሓደ ጸግዒ ተጨቢጡ ኮፍ ይብል። በዚ ኣገባብ እዚ ኸኣ ሰባት እናተጸቓቐጡን እናተጸፍጸፉን ንቐዳማይን ዳሕረዋይን ክፋልታ መኪና መልእዎም። ሽዑ ያላ ተበገስ ኮይኑ። ካብቶም ዝነበርና ክልተ ሚእቲ ንኸውን ሰባት ኣብ ርእሲ ርእሲ ተጸቓቒጥና ምስ ተሰቐልና ገለ ውሑዳት ሰልዲ የብልናን ዝበሉ ኣብታ ተሰሓቢት ንበይኖም ፈልዮም ሰቐልዎም። ሽዑ እቲ ሊብያዊ ደላላይ በታ ንእሽቶ መኪንኡ እናመርሐ ሳዕ ሽዱሽተ ናይ ምሸት ምስ ኮነ ካብታ ዝቐነናላ ቦታ ወፂና ይዝክር ዳዊት እታ ዓባይ መኪናን ተሰሓቢታን ካብታ ሓውሲ ከተማ ተበጊሳ ኣንፈታ ንሰሜን ኣቕንዐት። ምድረ ሰማይ እናጸልመተ ናህርታ መኪና እውን እናወሰኸ ብዝኸደ እቲ ሓርጎጽጎጽን ሓድሕድ ምርጻምን ተጓዓዝቲ ዛየደም ዳዊትን መጓዕዝቱን ጥራይ ዓዲ ጥልያን ንብጻሕ እምበር ብዝብል ልባዊ ተስፋ ነቲ ኣደራዕ ክጻወርዎ እኳ እንተፈተኑ ምስ ምንዋሕ ናይቲ መንገዲ ግን በብውሽጦም የማርሩ ነይሮም እዮም በቃ ናብቲ ዝደለኽዎ ቦታ ጥራይ የብጽሓኒ እምበር ድሓን ዝወረደ ይውረድ ኢኻ ትብል ካልእ ኣማራጺ እውን የብልካን እቲ ዝያዳ ዘሻቐለካ ናይቲ ምጽቕቓጥን ምጭፍላቕን ዘይኮነ ካልእ ጸገም ከየጋጥም እዩ እታ መኪና ከይትስበር ዝመርሕ ዝነበረ ሊብያዊ ደላላይ ነቶም ሓለዋ ኣቐዲሙ ይረኽቦም ስለ ዝነበረ ናብታ ዝነበርናያ በጣሕ ኣይቀርቡን እዮም ነይሮም ሕለፊ ተባሂላ መንገዳ ትቐጽል ነይራ ድሕረ ከም ዝሰማዕናዮ እንተኾይኑ ግን እቲ ሊብያዊ ሓላፊ እዩ ኣብቲ ከባቢ ዳርጋ ድላይ እዩ ዝገብር ዝደፍሮ ሰብ ከም ዘየለ እዩ ዝፍለጥ በዚ ምኽንያት ኣብ መንገዲ ተፍትሽ ዝበሃል ከይጋጠመና ናብ ሰዓት ሽዱሽተ ወጋሕታ ጠራብሉስ ኣተና ይብል ዳዊት። ተጓዓዝቲ ኣብ ጠራብሉስ ድሕሪ ምብጽሖም እውን ኣይተረጋግኡን። እታ መኪና ግና መሬት ከይወገሐ ኣብ ሓደ በዓል ክልተ ደብሪ ህንፃ ዝሓዘ ሰፊሕ ቅርዓት ሒዛቶም ኣተወት እሞ ከካብ ዝተኾርመይዎ እናነጠሩ ወረዱ። ነዚ ብምዝካር ዳዊት ነቶም ገንዘብ የብልናን ዝበሉ ካብታ ተሰሓቢት መኪና ኣውሪዶም ንበይኖም ሰርዕዎም ነቶም ዝኸፈልና ከዓ ናብ ሓደ ስፍሕ ዝበለ ኣዳራሽ ቁፅሪ ቴሌፎን ናይቲ ዝቐበለኩም ሰብ ሃቡኒ ያላ ደው ኢልኩም ርኸብዎ እሞ ናብኡ ኸይዱ ሊብያ ኣቲኹም ወዲእኩም ኢኹም እቶም ከይክፈልኩም ዝመፃእኩም ግን ድሓን ክንረአ ኢና እናበለ በቲ ዝሓዞ በትሪ ክሰሃሎም ጀመረ ክጭክን መዓት እዩ እንተዘይከፊልኩም ገና እናበለ ምስ ኣሳቐዮም ከዓ ናብቶም ገንዘብ ዝሕውሉልና ክንድውል እሞ ምስ ሰደዱልና ክንከፍለካ በልዎ ነንበይኖም ፈልዩ ካብቲ ገዛ ኣውፅኡ ናብቲ ንሱ ዝቕመጠሉ ገዛ ስገሮም ኣብ ሓደ ብዚንጎ ዝተሰርሐ መፃንሒ ቦታ ከኣተዎም ናብ ኣዝማዶም ወይ መቕረቦም እናደወሉ ገንዘብ ክሳብ ዝሕወለሎም ንገለ ሰለስተ መዓልቲ ውፅንሖም ኣብ መወዳእታ ገንዘብ ምስ ኣከበ ከምቶም ካልኦት ናብ ከተማ ፈንዎም። ኣነ ወላ እኳ እንተኸፈልኩ ብቐረባ ናይ ዝፈልጦ ሰብ ኣድራሻ ስለ ዘይነበረኒ ምስቶም ክልተ ኣዕሩኽተይን መጓዕዝተይን እየ ተጸጊዐ። ሰለስቲኦም መጓዕዝቲ ካብ ኢድ ኣማን ተገላጊሎም። እቲ ሓድሽ ደላላይ በማኪንኡ ጽዒኑ ናብቲ ንሱን ብጾቱን ዝሰግሩ ሰባት ዝኣኻኽብሉ ፍሉይ ቦታ ኣብጽሕዎም። እቲ ዝኣተናዮ ቦታ በዓል ክልተ ደርቢ ኮይኑ ካንሸሎኡ እውን ግፍሕ ዝበለ እዩ። እታ መኪና ኣብ ኣፍ ደገ እቲ ማዕጾ ምስ ኣውረደትና ንውሽጢ ኣተና። ኣስታት ሰላሳ ዝኾኑ ከማና ናብ ዓዲ ጥልያን ክሰግሩ ዝሓልሙ ኤርትራውያን ድማ ኣብኡ ጸኒሖምና። ምሸት ስለ ዝኣተና ዝበዝሑ ክድረሩ እዮም ጸኒሖምና። ምስኦም በሊዕና ሰቲና። ምስቶም ዝበዝሑ ብቐሊሉ ክንረዳዳእን ክንወሃሃድን ግዜ ኣይወሰደልናን። መብዛሕትና ድጊም ጸበባ ሓሊፉ እዩ፣ ኣብ ዝሓጸረ ግዜ ኢጣልያ ክንረእ ኢና ነብዝሉ መደምደምታ በጺሕና። ዕላልና ጸወታና ከምኡ ኮይኑ ምሰ ዝበለ ዳዊት ንዕላሉ ሃንደበት ገቲኡ ገለ ፍሉይ ፍጻመ ዘከረ እሞ ተከዘ ከኣም ዝኸበርኩምን ዝኸበርክንን ተኸታተልቲ ኣብ ሓቀኛ ፍጻሜ ዝተመርኮሰ ዛንታና ዳዊት ፈተነ ሰሃራን ማዕበልን ሻዱሻይ ክፋል ዛንታና ኣብዚ ዛዚምና ኣለና ምርኻብና ኣብ ሻውዓይ ክፋል እዩ ክኸውን ክሳብ ሽዑ ኣብ ዘለኹምዎ ሰላምን ጥዕናን ሰላም ዳዊት ፈተነ ሰሃራን ማዕበልን ሓቀኛ ዛንታ ብዓብደልቃድር ኣሕመድ